ሰላማት ደቂ ዓበይቲ ከመይ ውዒልኩም ኣብ ትግራይ ዘለኹም ኣብታ ገዋጢትና ሃገር ኢትዮጵያ እውን ፋሕፋሕ ኢልኩም ዘለኹም ህዝ ትግራይ ከምኡ እውን ኣብ ስደት ዘለኹም ከምዚ ከማይ ናይ ሎማዓንቲ ሕፅር ዝበለ ቪድዮ ንክሰርሕ መፅዕኩም ኣለኹ ከምቲ ልምደይ ውፅ ኢለ ተንቀሳቀስኩ እና ዋክ እናገበርኩ እየ ግን እንዳጋጣሚ ኮይኑ ሕዚ ንግሆ እዩ ዘሎ ባኣና ከምትፈልጥዎ ብትግራይ ናብ ወጋሕታ ኣቢሉ ኣብ ከተማ ኣላማጣ ደጋጊሙ ስርዓት ብልፅግና ኦሮሞ ደብዳብ ኣካይዱ እዩ። ናይ ድሮን መጥቃዕትታት ዘካየዶ ኣብ ናይ ቤት ትምህርትን ኣብ ናይ ንትካላት ዝኸውን ናብ ፈልስታት ዝጥቀምሉ ማሕበረሰብና ዝነበረ ቦታታት ታርጌት ገይሩ ትካላት ናይ ትግራይ ኻሊእ ይትረፍስ ብቤት ትምህርቲ ትካል መፂኡና ኣሎ ማለት እዩ ስርዓት ብልፅግና ኦሮሞ ሒዙ እውን ወዲ ዓድዋ ኹን ወዲ ራያ ወዲ ሑመራ ኹን ወዲ ራማ ወዲ ሽረ ኹን ወዲ ኣኽሱም ወዲ ተምቤን ኩን ወዲ ዛላምበሳ ኹን ወዲ መቐለ ካብ ዝመጻኻ ምጻእ ትግረዋይ ብምዃንካ ጥራይ ከጥፍዕካ ትካላትካ ይኹን ህዝብኻ ጨካን ኣረሜነ ዝኾነ ስርዓት ብልጽግና እቲ ናይ ደርጊ ዝነበረ ኣረሜነ ዝበልናዮ ስርዓት ዝበኣሰ ናይ ደቂ ደርጊ ደርጋውያን ስርዓት ብልጽግና ኦሮሞ ካብ መዲጋስካር ካብ ከንያ እራይ ምራይ ተሰዲዶም ዝመጹ ብዘመናት ብስንፍና ተጋሩን ኤርትራውያንን ንሕና ዓርሲ ብዓርስና ተኻባቢርና ተፋቒርና ትግረዋይን ኤርትራውን ከይፋረ ከይበዝሕ ሰሜናውያን መጽዮምና ሓቢሮም ከጥፍኡና ተባሂሉ ሽርሒን ጉርሒን ተሰሪሑሉ ሒዚ ከምቲ ንሪኦ ኣብ ቤት ትምህርቲ ይኹን ኣብ ስቪላውያን ዝነብሩሉን ወይ ደማ ቤት ትምህርቲ ኣብ ኢትዮጵያ ሙሉእ ቤት ትምህርቲ ተፈቒዱ እንዳሃለወ ኣብ ትግራይ ግን ፈተና ናሽናል እግዛም ከምቲ ዝፍለጥ ከይግበር ተኸልኪሉ ሒዚ ከኣ እቲ ቤት ትምህርቲ ተጋሩ ዝመሃሩሉ ብድሮን ደብዳብ ኣካይዱ ትግራዋይ ንኽሻማቐቕ ትግራዋይ ንኽንብርከኽ ዝስራሕ ዘሎ ብብልፅግና ኦሮሞን ካልሲ ሓፀርቲ ትማሊ ናትና መራሕቲ ኢልና ዝኣመናዮም እኒ ጌታቸው እኒ ፃድቃን ንስኻትኩም ደቂ ራያ ምስ እዚ ትግራይ ተነፀሉ ዓድዋ እያ ትመርሐኩም ዘላ ተወለድቲ ዓድዋ እዮም ከምዚ ዝገብሩኹም ዘለዉ እናበሉ ብቁሸት በካባቢ ንክሓስብ ትግራዋይ እቲ ጅግና ዝኮነ ህዝቢ ዝኩሉ ተኣምር ሰሪሑ መን እዩ ወዲ ሑሞራ መን እዩ ወዲ ራማ መን እዩ ወዲ ሸራሮ መን እዩ ወዲ እንዳባጉና መን እዩ ወዲ ፀለምቲ መን እዩ ወዲ ሰለክለካ መን እዩ ወዲ ኣክሱም ዓድዋ መን እዩከ ወዲ ተምቤን ዓብይ ዓዲ ወዲ ዓዲ ግራት ዓጋመ በሙሉኣ መን እዩ ወዲ ኢሮብ መን እዩ ወዲ እንደርታ መን እዩ ወዲ ኣላማጣ መን እዩ ወዲ ማይጨው መኮኒ መን እዩ ወዲ ሳምረ ዝብሃል ሕቶታት ኣይነበረናን ይትረፍ ዳዙይ ዝጸዋዕክወን ከተማታትን ኣከባብያውነት ኣጥፊእና ሰፋሕ ትግራይ ሃኒጽና ህዝቢ ትግራይን ህዝቢ ኤርትራን ካልእት ህዝብታትን እውን ኣብ ሰሜን ዘሎ ብሰላም ንክነብር ቃልስና ተጠናኺሩ ጀሚሩ ኣሎ። እዚ ቃልሲ እዚዩ ስርዓት ብልፅግና ባዕሉ ዝሰርሖም ሽርሕን ጉርሕን ሰራዊት ኤርትራ ባዕሉ ናብ ትግራይ በሪ ከፊቱ ዕጥቂ ኣዕጢቑ ስንቂ ኣቕቢሉ ወራር ኣካይዱ ተገምጢሉ ከኣ ሰብዓን ሽዱሽተን ፐርሰንት ሰራዊት ኤርትራ እዩ ጀኖሳይድ ናይ ትግራይ ፈፂምዎ ኢሉ ብትግርኛ ተዛረብቲ ሓተላ ጌታቸው ካልእት እውን ክነግረና ሞኪሩ እዩ ንሕና ግን ኩሉ ንፈልጦ ኢና ኩሉ ንፈልጦ ኢና ሕርየትና ሒዚ ሰላም ትማሊ ሰላም ፅባሕ ሰላም እዩ ሒዚ ግን እታ መዓልቲ ኣብቂዓ እያ ድሕሪ ሒዚ መሪሕነት ትግራይ ውዓል ሕደር ዘይብሉ እዚ ስርዓት ብልፅግና ናይ ዝሓለፉ ኣብ ወጀራት ዝተገበረ ድሮን ደብዳብ፣ ቀጺሉ ኣብ ቆላ ተምቤን ኣብ እንትጮ ኣብ ገንደብታ ብጸለምቲ ኣብ ሰራዊትና እተኸፈተ ኹናት፣ ትማሊ ዝተገብረ ኣብ ኣብዚ ቀረባ ግዜ ማለተይ እየ ኣብ ሸረሪና ከመይ ገይሩ ከም ዝኸሰረ ከመይ ገይሩ ከም ዝተስዓረ ከመይ ገይሩ ከም ዝተደምሰሰ ርኢናዮ ኢና። ስርዓት ብልጽግና ዓቕሚ ከም ዘይብሉ ሰራዊት ብልጽግና ኢዱ ክህብ እምበር ተዋጊኡ ዕላማ ከምዘይብሉ እዚዩ ህዝቢ ትግራይ ህዝቢ ኤርትራ ሰራዊት ትግራይ ሰራዊት ኤርትራ ሰራዊት ሱዳን ብደንቢ ገይሩ ይፈልጥ እዩ ብደንቢ ገይሩ ስለዚዩ ስለዚዩ ኣነ ብትዕግስቲ መራሕትና ናብ ፅቡቅ መገዲ ክወስዱና እዮም ኢለ ይኣምን ነገር ግን ነገር ግን ክበዝሕ እንከሎ ንሕና ከኣ ዘረባ ክንጅምር ኢና ዘረባ ክንጅምር ኢና እንታይ ማለት እዩ ፈኸራ ዘይኮነ ስጉምቲ ኣክሽን ይብሃል ተዳለወ ሰራዊት እንሄ ናብ ትግራይ ተዳለወ ሰራዊት እንሄ ኣብ ኤርትራ ተዳለወ ሰራዊት እንሄ ኣብ ሱዳን መሪሕነት ትግራይ ኣብ ኣርባዕተ ዓመት ሙሉእ ኣብ ዕንክሊል ኣብ ግዝያዊ ምድንጋር ዝነበረት ትግራይ ሕዚ መንግስትና ውድብና ህወሓት ናብ ስልጣኑ መፂኡ ክመርሐና በግባቡ ጀሚሩ ኣሎ ልክዕ ሰለስተ ወርሒ ኣይገበረን ዝኾነ ነገር ተባላሽዩካ ዝፀንሐ ንክተመዓራርይ ግዜ ይወስደልካ እዩ እቲ ግዜ ግን ኣብቂዑ እዩ ድሕሪ ሕዚ ትዕግስቲ የለን ድሕሪ ሕዚ ትፅቢት የለን ዕርቂ ገይርና ኢና ኢሉ ፕሮፓጋንዳ እንዳሰርሐ ቀንዩ እዩ ኣቱም ተጋሩ ብልፅግና ኦሮሞ ብተጋሩ ገይሩ ዝሰርሖ ፕሮፓጋንዳ ክንደይ ግዘ ኢና ክንደይ ግዘ ኢኹም ክትዕሸዉ ክንደይ ግዘ ኢኹም ክትጋ ኢኹም ትጋገዩ ዘለኹም ዕርቂ ዝበሃል የለን ስርዓት ብልፅግና ብሰላም ዝፈትሖ ጉዳይ የለን ሰላም ኣይደልን ህዝቢ ትግራይ ንምጥፋእ ህዝቢ ኤርትራ ንምጥፋእ ህዝቢ ሱዳን ንምብታን እዚኣ እያ ዕላምኡ ህዝቢ ኣምሓራ የጥፍኦ ኣለኹ ኢሉ ተዛሪቡ እዩ ንባዕሉ ህዝቢ ኣምሓራ ጨካን ምዃኑ ህዝቢ ኣምሓራ ተዘይቕበሎ ነይሩ እቲ ናይ ኢህወደን ድዩ ገለ ትብልዎ ናይ ኣምሓራ ተዘይቕበሉ ነይሩ ስርዓት ብልፅግና ኦሮሞ ኣብይ ኣሕመድ ናብ ስልጣን እውን ኣይመፀን ነይሩ ሕዚ ግን ን ነምሓራ ኣዳኺሙ ኣዳቒቑ በቲኑ ንትግራይ ጀነሳይድ ፈፂሙ ባያፍራ ገይሩ እታ ዓባይ ኦሮምያ ኩሽ እምፓየር ባሕሪ ዘለታ ንኤርትራውያን ንተጋሩን ነይሮም እያ ክበሃል ዝዓለመ ስርዓት ሒዙ ዝቀሳቐስ ዘሎ ሓይሊ እቲ ዝፈልጦ ንሱ ኹናት እዩ ንሕና ከኣ ኩናት ኣይንደልን ስለ ዝበልና ሰላም ስለ ዝበልና ባዕሉ ሰላም ኣይመጽን ባዕሉ ኩናት ጠጠው ኣይብልን ጸላኢና ኣብ ቤት ትምህርትታት ኣብ ከተማ ኣላማጣ ዘካየዶ ደብዳብ ናይ መጨረሻ ትግራዋይ ካብ ጫፍ ዋጃ እስካብ ጫፍ ሑሞራ ሓደ ኮይና ቃል ኣቲና ኣብ ምስ ህዝብና ተሰሊፍና ኣብ ዳያስፕራ ዘለና ብፖለቲካ ብዲፕሎማሲ ብቅርሺ ክንሕግዝ ቃል ክንኣቱ ክንክእል ኣለና፣ ክነተግብሮ ከኣ ክንክእል ኣለና። ኣብ ባይታ ዝኒሀ ሰራዊትና ንሕና ኢና ደጀን ንኾኖ ብድሕሪት ኮይና። ንሱ ኣብ ድፋዕ ኣሎ። ንሱ ንጸላእትና ክምክት ወሲኑ እዩ። ሰራዊት ትግራይ ንጥይት ኣይፈርሕን፣ ሰራዊት ትግራይ ንድሮን ኣይፈርሕን። ኣመራርሓ ግን ተመዓራርዩ ሒዙ እዩ እቲ ግዜ፣ ሒዙ እዩ እቲ እዋን ስርዓት ብልጽግና ዝጠፍኣሉ። ስለዚ ዩ ኣነ ፃውዒተይ ንህዝቢ ትግራይ ዓለም ሙሉእ ዘለኻ ኣብ ጎኒ ሰራዊትካ ተሰለፍ ሰራዊትና ንደግፍ መንግስትና ንደግፍ ህዝብና ህዝቢ ትግራይ ኣዮዃ ንበሎ ደጀን ንኹኖ ብኹሉ መዳያይቦታት እዚ ሕወሓት ከምዚ እያ ገለ ከምዚ እዩ ዝበሃል ነገር ጠጠው ነብሎ ተጋሩ ኮይና ንቃለስ ትማሊ ንጌታቸው ንረዳ ሓለፎም ንሃፍተ ኪሮስ ህዝቢ ራያ ካብ ህዝቢ ትግራይ ጠቕላላ ፈልዮም ነጺሎም ስነእምርኡ ዝተንከፉ ሕዚ ግን ንሪኦ ኣለና ደብዳባት ካልኣይ ዙርያ ቅድሚ ሕዚ ውን ኣብ ወጀራት ጨፍጫፍ ኣካይዱ እዩ ስርዓት ብልጽግና ሕዚ ከኣ ኣብ ኣላማጣ ጽባሕ ከበይ እዩ ክኸውን ኣብ መኾኒ ኣብ ማይጨው ቀጺሉ ከ ኣብ መቐለ ቀጺሉ ከ ኣብ ተምቤን ኣብ ዛላምበሳ ኣብ ዓዲግራት ኣብ ዓድዋ ኣብ ኣኽሱም ኣብ ሽረ ኣብ ሸራሮ ተገይሩ እዩ ኦረዲ ናይ ገማሃሎ ሸራሮ ከባቢ ቀጺሉኸ እንታይ እዩ ንሕና ስቅ ኢልና እናተጨፍጨፍና ብድሮንን ሰንኪ መድሓኒት ሰንኪ እኽሊ ህዝብና ልዕሊ ሓደ ነጥቢ ሓሙሽተ ሚልዮን ተማዛበለ ህዝብና ተበቲኑ ዘሎ ካብዚ ንላዕሊ ኣረሜኔ ጭካነ ስለዘየለ ኣብ ዓለም መንግስት ትግራይ ተሎ ኢሉ መኸተ ኢና ዘለና መኸተና ከዓ ሂዚ ክተት ተባሂሉ እኒሀ ስርዓት ብልፅግና ተሎ ኢሉ ንክእለ ዘለና ሓይልን ምሳና ዝስለፍ ሓይልን ገይርና ስርዓት ብልፅግና ኣብ ቀረባ ግዜ ንክእለ ኩልና ንዛጋጆ። ቀስ እንዳበለ ሒዚ ሰላሕታዊ ዝነበረ ኹናት ሒዚ ብዕላዊ ኹናት ኸፊቱልና ኣሎ ስርዓት ብልፅግና። እዚ ኹናት እዙይ ኽንምክቶ ኽንቃለሶ ኸዓ ነየኢ ጠንኪርና ኽንወፅእ እንተኾይና ኩልኻ ትግረዋይ ኣብ ሓደ ዕሰል። ተሰለፍ ንዓድኻ ንህዝብኻ። ትግረዋይ ኮይንካ ተቓለስ። ትግረዋይ ምሰል። ስርዓት ብልጽግና ጽባሕ ንግሆ ናትካ ዋሕስነት ክኾነካ ኣይኽእልን እዩ። ኢትዮጵያ ንኣኻ መጥፊኢትካ እምበር ንኣኻ መነበሪትካ ክትከውን ኣይትኽእልን። እዙይ ዘይርደእካ ትግራዋይ ግን ብኣፋን ኦሮሞ ከረደእካ ኣይክእልን እየ። ብዓረብኛ ከረደእካ ኣይክእልን እየ። ብእንግሊዝኛ ከረደእካ ኣይክእልን እየ። ብቲ ትዛረቦ ቋንቋኻ ብቲ ኣዴኻ ጡብ እናጠበወት ዝወደይ እናበለት ዝሓውሐትካ ዘንቅሐትካ ዘምሀረትካ ናብኡ ተመለስ ናብ ልብኻ ናብ ውኔኻ ተመለስ። ሰቲኻ ሓተላ ዝኾንካዮ መጨረሽኡ ግን እቲ ውድቀትካ ምስ ጸላእቲ ክቅበር እየ እንተኢልካ ግን ናትካ ሓርያ እዩ ስለዚ ኣነ ሎማዓንቲ ኣየንውሐልኩምን ስርዓት ብልጽግና ግን ሒዚ እውን ኣብ ትግራይ ጀነሳይ ንምፍጻም ዝፈጸሞ ናይ ሒዚ እቲ ዝቀርዩ ዘሎ ህዝቢ ንምጥፋእ ጠቅላላ እዩ ዘሎ ዕላምኡ እዙይ ከኣ ነየ ከይትግበር ንሕና ነይሮምያ እዮም ክንብሃል ዘይኮናስ ኣለና ኢና ኢልና መኪትና ምሳና ተሰለፈ ሓይሊ ኩሉ ብሓደ ጎኒ ጎኑ ንሱ እውን ኣብ ጎንና ኮይኑ ሰራዊት ኤርትራ ይኹን ሰራዊት ሱዳን፣ ሰራዊት ፋኖ ይኹን ሰራዊት ዓፋር፣ ቅማት ይኹን ኣገው እዚኦም ኩሎም ዕጡቓት ምሳና ተሰሊፎም ኣለው። ስርዓት ብልጽግና ጨኒቓቶ እያ ዘላ። ነዚ ስርዓት እዚ ንምእላይ ከኣ ነይኤይ መንግስቲ ትግራይ ኣብ ሓጺር ግዜ ጻውዒት ገይሩ ናብ መኸተና ኣቲና ኣለና። ድሕሪ መኸተ ግን ኩናት ተወሊዑ ኣሎ ባና። ግብረ መልሲ እናሃብካ ወይ ድማ ስቁኢልካ እናተወቃዕካ ደብዳቤ እናጸሓፍካ ቪድዮ እናሰራሕኻ ዝፍታሕ ጸገም ስለዘይኮነ እቲ ኹናት በቃ ብዕላዊ ስርዓት ብልጽግና ኹናት ከፊቱልና ኣሎ ደጋጊሙ ይወቕዐና ኣሎ ሕይዚ ንሕና ናብ ስጉምቲ ናብ መጥቃዕቲ ንኣትወሉ ክኸውን ክኽእል ኣለዎ ስርዓት ብልጽግና ወዓል ሕደር ዘይብሉ ክጠፍእ ኣለዎ። ደገፍቲ ስርዓት ብልፅግና ተጋሩ ይኹኑ ኤርትራውያን ኩሎም ምስ ስርዓት ብልፅግና ተሰለፈ ማንም ዝኾነ ሓይሊ እዙይ ንምጥፋእ ሰላም ንክሰፍን እንተኾይኑ ኣብቲ ዞባ ኣብቲ ቀርኒ ኣፍሪካ ኩሉ ትግረዋይን ኤርትራውን ብሓደ ክስለፍ ብሓደ ክዓስል ክኽእል ኣለዎ። ናይ ደብዳብ ናይ ድሮን ዘካየዱ ስርዓት ብልፅግና ግን ማንም ሰብ ክርስዖ የብሉን ሕድሕደን ተመዝጊበን ፅባሕ ንግሆ እዙይ ንክግበር እዙይ ንክትግበር ጎስጓስ ዘካይዱ ዘለው ተጋሩ ኣብ ኣዲስ ኣበባ ዘለው ካብዚ ካብ ንስኻትኩም ካብዚ ጀነሳይድ እዙይ ካብዚ ጨፍጫፍ እዙይ ዝካየድ ዘሎ ናፃ ትወፁ ከይመስለኩም ፅባሕ ንግሆ ፈኸራ ከዓ ከይመስለኩም ንፈልጦ ኢና ትካላትኩም ኣበይ ኣሎ ካልእ ይትረፍ መካይንኩም ተይቀርያ እየን ኣብ መቐለ ዝነይዋ ገዛውትኹም ሃፍተገነትኩም ስድራኹም ኣበይ ከም ዘሎ ንፈልጦም ኢና ጽባሕ ንግሆ ግን ትዕግስቲ ስለ ዝገበረ መንግስቲ ትግራይ ህዝቢ ትግራይ ጽባሕ ንግሆ ግን ዋጋ ከም ዘኽፍለኩም ከይትርስዑ ኢኹም ብኣኻትኩም ሰንኪ ሚስጥራትና እናወጸ ሓድነትና እናተሸርሸረ ዝመጸ ብልጽግና ኦሮሞ ንባዕሉ ደንጊጹ እዩ ገሪምዎ ከመይ ዓይነት ጨካናት ተጋሩ እዮም ኢሉ ብውሽጢ ውሽጢ ዓርሱ ብዓርሱ ምስቶም ንሃቱ እሊት ዝኾኑ ናይ ኦሮሞ ዝማየጠሉ ሰዓት በጺሑ ኣሎ ብጣዕሚ መግረምቲ ኢኹም ተጋሩ ተጋሩ ብልጽግና ትግርኛ እናዛረብኩም ግን ብልጽግና ዝኾንኩም ስለዙይ ህዝቢ ትግራይ ኣዮና ሃየ ሰራዊት ትግራይ ኣብ ጎንኻ ኣለና ዳያስፖራ ትግራይ ተበጊስና ኣለና ኣብ ጎኒ ህዝብና ኣብ ጎኒ ሰራዊትና ኣብ ጎኒ እቲ ተኣምር ተኣምር ዝሰርሐ ሰራዊት ትግራይ ኣለና ንሕና ዳያስፖራ ትግራይ ስለዚ ቃልስና ክንዕወት ኢና ሓቢርና ኣየኹም ኣብ ጎንኹም ኣለና ነቕ ኣይንብልን ወይ ሃየ ብምንም ተኣምር ስርዓ ንሕና ስርዓት ብልጽግና ንፈልጦ ኢና ጽባሕ ንጎ እንታይ ከም ንገብርስ ይፈልጥ እዩ ንሱ እውን ንግዚኡ ግን ሒዚ ትካላት ይዕኖ ኣሎ ንተጋሩ የሻማቕቕ ኣሎ ተሻማቒቕና ትካላትና እናበረሰ ህዝብና እናበረሰ ግን ስቕ ኢልና ኣይንዕገስን ኢና ድሕሪ ሕዚ ትዕግስትና ኣብቂዕና ኢና ሰራዊትና ተዳልዩ እዩ ፅባሕ ንጎ ዝመፅእ ስጉምቲ ኣብ ትግራይ ኩናት ዝካየድ ከይመስለኩም እቲ እቲ ባርዕ እቲ ሓዊ ዝባራዕ ካብ ቆቦ ጀሚርካ እስካብ ከተማ ኣዲስ ኣበባ እዩ እቲ ሓዊ ክባራዕ እዩ እቲ ኩናት ክካየድ እቲ ምሳይላት ኣብ ትግራይ እናተወንጨፈ ዝመፅእ ኣዚርና ኣብ ኣዲስ ኣበባ ከምዝዓልብ ከይትጠራጠሩ ከይትጠራጠሩ ኣብ ኣዲስ ኣበባ ዝኒኦው ፈከርቲ ፅባሕ ንግሆ እቲ ምሳይላት ኣብ ርእሶም ክዓልብ ተሎ እቲ ሓዊ ክባራዕ እንከሎ ተብ ትግራይ ዝነበረ ምሽብቃቅን ምጭንናቅን ኣብ ኣዲስ ኣበባ ፅባሕ ከምዝኸውን ናይ ሽዋ ዘለኻ ህዝቢ ሕዚ እውን ካብ ኣዲስ ኣበባ ክትወፅእ ኣለካ ኣዲስ ኣበባ ፅባሕ ንግሆ ሓዊ ክትቃፀል እያ ስለዙይ ኣብ ኣዲስ ኣበባ ዘለኹም ህዝቢ ውፁ ሒዙ ወጹ እቲ ባርዕ ኣብ ኣዲስ ኣበባ እቲ እቲ ኩናት ኣብ ኣዲስ ኣበባ እቲ ደብዳብ ኣብ ኣዲስ ኣበባ ክካየድ ተሎ ግን ኣይፈለጥናን ኔርና ኮምዚ ምዃኑ ከይትብሉ በብዘለኹሞ ሰላም ኩን ህዝቢ ትግራይ ህዝቢ ኤርትራ ኣየና ክንዕወት ኢና ትግራይ ክትስዕር እያ ትግራይ ትስዕር ትግራይ ትስዕርን ፈረቃን ትግራይ ትስዕር ኢላ ኢልኩም ንሓንቲ ሓፍትና ከኣ ጎስጓስ ዘካየድኩም ሓድሓደ ድሁላት ትግራይ ትስዕርን ትስዕርን ፈረቃን ሰራዊት ትግራይ ይስዕርን ይስዕርን ፈረቃን ትግራይ ትስዕር ትግራይ ትስዕር ሒዙ እውን ትግራይ ከኣ ስዒራን ፈረቓን እቶም ቀርዮም ዘለው እራይ ምራይ ንምጥፋእ ጥራይ እዩ ቀርይዋ ዘሎ ስለንሱ ኢና ከም ተጋሩ ሓቢርና ንቃለስ ንብለኩም ዘለና ነቕ ኣይንብልን ንሕና ተጋሩ ኣብ ዘለናሉ ኢና ለይቲ ይኹን ቀትሪ ድቃስ ስኢንና ንህዝብና ድምጺ ክንኸውን ኢና ሕዚ እውን እና ኣዮኹም ኣብ ደገ ትቃለሱ ዘለኹም ኣብ ማሕበራዊ ሚድያ ትቃለሱ ዘለኹም ተጋሩ እውን ትግራይ ትስዕር እናበልክን ዋዕሮታትና ኣዮኹን ንክተለሉና ኢና ኣብ ጎንኽን ኣለና ነቕ ከይትብላ እዞም ሓደ ሓደ ባንዳታት ንዩቱብ እና ንቲክታክ ንምዕባይ ዝገብርዎ ዘለዉ ፕሮፓጋንዳ ንሱ ኣይኮነን እቲ ቀንዲ ግን ዋዕሮታት ትግራይ ኣብ ዘለኽን እሊኽን ትገብሮ ዘለኽን ቃልሲ ቀፅሉ ኣሎ እዮኽን ኣብ ጎንኽን ኣላ ንሕና ኣሕዋትክን ነቅ ከይትብላ ሓየ ኣርኢኽን ኢኽን ትግረውነትክን ኣዮና ቀፅላሉ ቀፅሉሉ ኩሉኹም ክንዕወት ኢና ኣብ ቀረባ ግዜ ከይትጣራጠሩ ኣነ ብእውነት እየ ዝብለኩም ብእውነት ካብ ልቢ እየ ዝነግረኩም ዘለኹ ወዮ ዛዕባ ሰራዊት ዛዕባ ዕጥቂ ዛዕባ እዚእዚዩ ድሕሪ ሕዚ ከይዝረብ ተባሂሉ ሕጊ ስለዝወፀ እምበር ሰራዊት ትግራይ እንታይ ዓይነት ምምዕራይ ገይሩ ከምዘሎ እንታይ ዓይነት ምድላዋት ገይሩ ከምዘሎ ክትሪእዎ እኹም እቲ ጅግንነት ሰራዊትና ህወሓት ሰራዊት ዘየዳለወት ዕጥቂ ዘየዳለወት ናብ ኩናት ኣእትያትና ኢልና ዝወቐስናያ ቅድሚ ሕዚ ሕዚ ከምኡ ኣይኮንና ተቐይሩ እዩ ዘመን ስርዓት ብልፅግና በይኑ ዝዓጥቀ ድሮን ድሕሪ ሕዚ የለን ስርዓት ብልፅግና በይኑ ዝዓጥቀ ታንክታት በይኑ የለን ድሕሪ ሕዚ ብከላሽ ኣይኮናን ክንዋገኦ ንስርዕት ብልፅግና ከይትጣራጠሩ ሰራዊት ትግራይ ርእሱ ሃኒፁ ኩሉ ነገር ዘድልዮ ኣብ ኢዱ ሒዙ ተዳልዩ ከም ዘሎ ከይትጣራጠር ትግራዋይ ከይትጣራጠር ኣዮና ሰላም ኩን ለይ በብዘለኹም ኣዮኹም ክንዕወት ኢና ነቕ ኣይንብልን የለን ኣለና ኣብ መትከልና ሰራዊትና ከዓ ኣሎ ኣብ ደጀኑ የቐንየለይ